ድሕሪ ዓሰርተ ዓመት ካብ እስርቤት ምስ ተፈትሐ፣ ሰበይቱ ምስ ካልእ ተመርዕያ ትጸንሖ። ጆስ ብዘይገበሮ ተኸሲሱ ኣብ እስርቤት ድሕሪ ምጽናሕ፣ ገበን ከም ዝፈጸመ መርትዖ ክርከብ ስለ ዘይተኻእለ፣ ድሕሪ ዓሰርተ ዓመት ተፈትሐ። ብድሕሪ እዚ ንዝናፈቖም ሰበይቱን ደቁን ክረክብ ምስ ከደ፣ ኣንድርያ ሰበይቱ፣ ኣበይ ነርካ ኢኻ ሕጂ ትምለስ ደቀይ ከርተት ኢላ ኣዕብዮም ከለኹ ኣበይ ነርካ ንስኻ ብዝፈጸምካዮ ገበን ንዓይን ደቀይ ንኸርተት ፈሪድካናስ ሕጂ ትምለስ ኣበይ ነርካ ንሱ ግን እቲ ገበን ከም ዘይፈጸሞ ከም ዝፈጸሞ ዘረጋግጽ መርትዖ ስለ ዘይተረኽበ እውን ክፍታሕ ከም ዝተወሰነ ሓቅነቱ ከረጋግጸላ ፈተነ ኣብ መንጎ ግን ኣብ ውሽጢ ገዛ ዝጸንሐ ኣሌክስ ንሰበይቱ እናጸወዐ ኣብ ኣፍ ደገ መጸ እሞ ሄሎ መን ኢኻ ትኸውን ዘለኻ ምስ በለ ጆስ ብቐረባ ኣብቲ ገዛ ክጸንሓሉ ዝኽእል ጥበብ ሃንደበት ብምሕሳብ ሓድሽ ሰራሕተኛ ናይዚ ተኽሊ ኮስካሲ ናይ ገዛኹም ኣሌክስ a ጽቡቕ ኣነ እኳ ኣይፈለጥኩኻን ኣይፈለጥኩን ነይረ ብዛዕባ እዚ ጉዳይ እዚ ግን ጸግሚ የብሉን ምስ ሰበይቲ ክትዘራረብ ትኽእል ኢኻ ከይደ ኣለኹ ብምባል ወፀ ኣሌክስ ምስ ከደ ዋ ኣንድርያ ከመይ እዩ እዚ ጉዳይ ዋእ ደቀይከ ክብል ብድሕሪኡ ሰበይቱ ምምርዓዋ ደሃይ ደቁ እውን ክረክብ ስለ ዝደለየ ኮታስ ኩሉ ነገር ተሓዋዊስዎ ጆስ ክሓትት ጀመረ። ኣንድሪያ ኣብ እስሪ ቤት ጆስ ነዊሕ ምስ ገበረ በቃ እቲ ገበን ፈፂምዎ እዩ ኢላ ስለ ዝሓሰበት ስለዚ ነቲ ናይ ምውፃእ ዕድል እውን ፀቢቡ ብምባል ከም ዝተመርዓወትን ንደቃ ከዓ ኣቦኦም ብሂወት ከም ዘየለ ከም ዘእመነቶም ነገረቶ። ብዋሂ ዝተመልአ ጆስ ካብ ደቁ ክፍለ ስለ ዘይደለየ ከም ኮስኳሲ ተኽሊ ኮይኑ ክሰርሕ ኣብቲ ገዛ ተቐበሎ። ደቁ ካብ ትምህርቲ ተበዲሶም ንሱ እናኾስኮሰ ኣታኽልቲ ምስ ረኣዮም ከዓ ብናፍቖት ክሓቕፎም ደለየ። ደቀይ ደኣ ጉቢዞም እንድዮም እናበለ ብውሽጡ ሕንቕንቕ በለ። ኣብ ሞንጎ እቲ ዓባይ ጓሉ ቁሊሕ ኢላ ምስ ረኣየቶ መን ኢኻ ክትብል ሓተተቶ። ቅልጥፍ ኢሉ ናብኣቶም ቀሪቡ ክላለዮም ናበለ ግን ኣብ ሞንጎ ሰበይቱ መጽያ እዚ ጆስ ዝበሃል ሓድሽ ኮስኳሲ ተኽሊ ናይዚ ናይዚ ገዛና እዩ እዞም ደቂ እተው ሕጂ እቶም ምጭዋት ደቃ ኣሌክስ ብደገ ጸኒሑ ምስ ተመልሰ ኩዕሾ እባ ንጻወት ኢሉ ወዳ ክሓቕፎ ምስ ፈተነ ኣሌክስ ግን ካብ ጥቕኡ ኣርሕቕ ብምባል ኡፍ ግደፈኒ እስከ ግደፈኒ ግደፈኒ ክብል ነጺግዎ ከደ። ኣብ ሞንጎ እቲ ናይ ብሓቂ ኣቦኦም ግን ክጻወሮ ስለ ዘይከኣለ ነቲ ኩነታት ኣነ ምሳኹም ኩዕሶ ክጻወት ክኽእል እየ ኣጆኹም ሽግር የብሉን ክብል እንተፈተነ ኣንድሪያ ግን ደቃ ከይፈትዎ ብምባል ዕዮ ገዛ ከም ዘለዎምን ክፃወቱ ከም ዘይክእሉ ብምሕባር ውሽጢ ክኣትዉ ኣዘዘቶም። ኣብታ ለይቲ ጆስ ተሲኡ ናብ መደቀሲ ደቁ ብምኻድ እናነበዐ ኣይትሓዙለይ ኣብቲ ኣዝየ ዘድለይኩም እዋን ምሳኹም ኣይነበርኩም ይቕረ ክትብሉለይ ትኽእሉ ኣይመስለንን ግን ከኣ በቃ ኣይትሓዙለይ ዞም ደቀይ እታ ዓባይ ጓሉ ክትሰምዖ ድሕሪ ምጽናሕ ጆስ ምስ ከደ ንሓዋ ነቕኒቓ ብምትሳእ እንታይ ኮይኑ ንምንታይ ኢኹ ዝግደሰልና በለቶ ሓዋ ድማ እንድዒ ኣነ ግን ከምዚ ካብ ቀደም ዝፈልጠና ኮይኑ እዩ ዝስምዓኒ ብምባል መለሰላ። ንጽባሒቱ ሰዓት ትምህርቶም ኣኺልዎም ክኸዱ እንከለዉ እቶም ቆልዑ ይፈትዎ ከም ዘለዉ ዘስተብሃለት ኣንድርያ ስማዕ እንዶ እስኻ ክትባረር ዲኻ ደሊኻ? ኢላ ዘረባኣ ከይወደአት ኣብ መንጎ ኣሌክስ ስለ ዝመጸ ኣቋሪጻቶ ከደት። ኣሌክስ ንጆስ ተዳልኩም ዓውዓው ትብሉ ዘለኹም ጆስ ዓርከይ ብዙሕ ኣይትገደሰላ ኢኻ ንሕጅን ገንዘብ ኣይለይ ዝቐርባ ባ እምበር እዚኣ ደኣ እንተይ ተይ ዋእ መዓት እንዲን ዘለዋ ሽኮሪናታት ኢልዎ ተመርቀፈ። በቲ ኩነታት ዝሓዘነ ጆስ ሰበይቱ ብድሕሪኡ ኣብ ሕማቕ ህይወት ከም ዘላ ኣስተብሃለ። ንምሸቱ ኣንድሪያ ቀያይራ ተመሻሺጣ ንኣሌክስ ዝኽሪ መዓልቲ መርዕኦም ክጽምብሉ እናተጸበየቶ ንሱ ግን ክመጽእ ኣይከኣለን። ምኽንያቱ ምስ ገንዘባ እምበር ምስኣ ፍቕሪ ስለ ዘይነበሮ። ብቴሌፎን ጸርጸር እናበለት ኣብታ ፍልይቲ ዕለት ክጠልማ ምኽኣሉ እናሓረቓ ድማ ተቋየቐቶ። ንሱ ግን ኣይተገደሰላን። ብድሕሪዚ ጆስ ክሰምዓ ስለ ዝጸንሐ ብጽባቐ ኣንድርያ ተገሪሙ ኣንድርያ ክትጽብቕ ኮንኪ ኢሉ ክሓቑፋ ጀመረ። እታ ለይቲ ድማ ብሓንሳብ ሓደሩ። ንጽባሒቱ ግን ኣንድርያ እዚ ፈጺሙ ከጋጥም ኣይነበሮን እናበለት ክትቋየቕን ከተንጸርጽረሉን ጀመረት። ካብቲ ዝነበርዎ መደቀሲ ብቕልጡፍ እናወጸት፣ ጆስ እውን ከምኡ ናብ ምኹስኳስ ኣታኽልቱ ኣምርሐ። ምስ ወዱ እናተጻወተ እንከሎ ኣብ ሓሳቡ ድማ ንደቁ ኣቦኦም ምዃኑ ክነግሮም ከም ዘለዎ ክሓስብ ጀመረ። ወዱ ውን ድምጺ ቡኡ ዝሰመዐ ክመስል ኣነስ ካብ ቀደም ዝፈልጠካ ዝነበርኩ ኮይኑ እናተሰማዓኒ ክልቲኦም ደቁ ኣዝዮም ከም ዝፈትዎ እናተዛረብዎ ኣብ ሞንጎ ግን እቲ ብስኽራን ዝተሰነፈ ኣሌክስ ዓውዓው እናበለ ንውሽጢ ናብ ገዝኦም ክኣትዉ ከም ዘለዎም እናተወኣየቐ ሰጎጎም ብድሕሪኡ ናብ ጆስ ግልጽ ብምባል ጆስ ዓርከይ እዚ ኹሉ እዋን ደኣ ኣብ እስር ቤት ኢኻ ነርካ ኢሎምኻ በሎ። ጆስ ከኣ እወ ግን ብዘይገበርክዎ እኮ ኢሉ ዘረብኡ ከይወድአ ህይወት ከምኡ እያ ማሲ ፍትሓዊት ኣይኮነትን ነቶም ሕማቓት ሰባት እያ ትኾነላ ጆስ ገሪምዎ ዘረብኡ ሕውሱስ እናበሎ እንታይ ማለትካ ኢኻ ኣሌክስ እውን ትቕብል ኣቢሉ ንኣብነት ኣነ ቅድሚ ዓሰርተ ዓመት ንሓደ ሃሪመዮ ነይረ ብሂወት ተሪፉ ድዩ ወላ እንታይ ግን እንደይ ካብ ገልጠምጠም ዝብል ምስኡ ኢልኻ ገዲፈዮ ኺደ ሓደ መስኪን መፅኡ ረድእዎ ብሞባይለይ ከዓ ንኩሉ ቀዲሐዮ ብድሕሪኡ ናህለኹልካ ኣነ ብሰላም ምስ ሓንቲ ሃብታም እናነበርኩ ድላይ ይበልዕ ድላይ ሰቲ ምስ ዝተፈላለዩ ኣዋልድ ይዘውር ምሽኪናይ እቲ ወዲ ግን ኣትይዋ እስሪ ቤት። ኣብ ሞንጎ ከምኡ እናበለ ጆስ ኢዱ ሰዲዱ ካብ ናይ ኣሌክስ ጁባ ሞባይል ወሰደ። ጆስ ዓርከይ ክትጨርም ክትዘናጋዕ ገለ ተደሊኻ ኣይትሰከፍ፣ ሙሉእ ቢራ ፍርጃ ኣለካ። በቲ ኣጋጣሚ ጆስ ሰንቢዱ ተረፈ። ኣብ ገዛእ ገዛይ ገበነና ተዓቂቡ ንዓይ ንዓሰርተ ዓመት ከዓ ፈሪድኒ ብምባሉን ብውሽጡ እናስቆርቆረ ተገረመ። ኣንድርያ ኮርያ ኣብ ክሽነ ኮፍ ኢላ ኣሌክስ ኣብ ዝኽሪ መዓልቲ መርዕኦም ስለ ዝጠለማ እናተቋየቖቶ ንሱ ግን ኣብ መንጎ ንገንዘባ ኢሉ ደኣ እምበር ንዓኣ ናይ ብሓቂ ፍቂሩ ከም ዘይተመርዓዋ ኣነጺሩ ብምዝራብ እንተ ደኣ ትጭቕጭቕኒ ኮንኪ ፈጺመ ምሳኺ ክቕጽል ኣይክእልን እናበለ ንዕቀቱ ኣዝነበላ ዘይደቁ ከም ደቁ ክሪኦም ከም ዘይክእሉን ወሲኹ ንልባ ጎድኦ ብድሕርዚ ካብቲ ገዛ ወጺኡ ኣብ ኣፍ ደገ ማዕጾ ምስ በጽሐ ነቲ ቀጽሪ ዝመልእዎ ፖላይስ ኢዱ ከልዕል ትእዛዝ ኣመሓላለፍሉ። ነቲ ንዓሰርተ ዓመት ገበነኛ ክነሱ ተሓቢኡ ዝጸንሐ ኣሌክስ ኣብ ትሕቲ ቁጽጽሮም ኣእተውዎ። ጆስ ካብ ውሽጢ ገዛ ወጺኡን ኣታ ኣብ ገዛእ ገዛይ እምበኣር ተሓቢእካ ኔርካ ብምባል እናተዛረበ ናይ ኩሉ እዋን ዓመታት ሕርቃኑ ከውጽኦ ፈተነ። ኣሌክስ ንኣንድርያ ኣድሕንኒ በጃኺ እናበለ ክልምና እኳ እንተፈተነ እቲ ሓቂ ዝበርሃላ ኣንድርያ ግን ፈጺማ ከም ዘይትሕግዞን እዚ ኹሉ ዓመት ኣታሊልዋ ምጽንሑ እናጓሃያ ብትሪ መለሰትሉ። ካብኡ ንሱ ናብ እስሪ ቤቱ ጆስ ከኣ ናብ ሰበይቱን ደቁን ተሓቛቖፈ። ኣንድርያ ንደቃ ኩሉ እቲ ሓቂ ምስ ኣዕለለቶም እውን